ወይለይ እቶም ንኹናት ዓርዮም ዝመልኩ ንሰላም እንከዓርኩ እቶም ብጣሕመሽ ቀርማሕ ዝደሃሉ ኣብ ግጥም ዘይወዓሉ ዘይነበሩ ንህውከት ከዳኽሩ እንታይ ኮር ተገልበጥ እዩ ነገሩ እንታይ ኸ ምስጢሩ
ሰላም እዩ ዘድልየና ምስ ኤርትራ ምስ ኣምሓራ ምስ ዓፋር ምስ ሱዳን ምስ ኣገው ምስ ኩሎም ሰላም እዩ ዘድልየና
እቲ ኲናት ዝፈልጥ ንኲናት እናተጸየኖ ዒፍ ኢልዎ ብልቢ እናኾነኖ ሰላም እናጨርሐ ንቕድሚት እንተምርሐ ክሃንጽ እየ ቤተይ ከፋቕር እየ ስድራይ ሕድሕድ መላእ ሰበይ

ርጡብየይ ክድምየ ኢልካ ምሒልካ ጥሒልካ ግን ከኣ ተረፍ መረፍ ስኩም እናበላዕካ ንገዛእ ነብስኻ ዝኸዳዕካ ኣደድ ከፈንፍነካ እንተ ተሃተፍተፍ ውሽጣዊ ሃለፍታ ናይ ኣእምሮ ጭንቀት ናይ ራዕዲ ምልክታ ከምቲ ዓንተር ጎበዝ ግዜ ከይቀመረ ኣይትሓዙኒ ኢሉ ቀትሪ እናፈከረ ናብ ዱር ዝወፈረ መሬት ምስ ጸልመተ ሕርቃን ምስ ዝሓለ ፍርሒ ምስ ገንፈለ ካብ ፍርሒ ክገላገል ፋጽኡ ዘድመጸ ብገዛእ ትርግትኡ መሊሱ ዝተናወጸ ከምኡ እዩ ዝንሰምዖ ብራዕዲ ዝንዖ ንኡስ ጀነራል ኣው ከኣላ እዛ ጉጅለ ምንዝርና ንገራ ናጽነትና ጣዕሙ መቐረቱ ከመይ ከም ዝኾነ ኣበንጉዕ ደምና ከም ዝኣቱ ንገራ ኣጥዒኻ ትቕልስ በረኻ እምባይ ዶ እምባኻ ኣብ ቤት ጽሕፈት ከይመስላ ትግጥም ጭራ ነብሪ ተናኺፍካ ከም ዘይህደም ሕሉማት መሊኡ ከም ዝፈስስ ውዑይ ደም ሰላም ንዝደሊ ክፉት እዩ ትባብ ተንኮል ንዝጥጅእ ግን ከም ነናዝዝ ብዕጽፊ ድርብራብ እሳተ ጎመራ ተቐይርና ከም ንልብልብ እንተ እቶም መንድዓት ሰላም ኣብ ምሕርቃም ዝነብሩ ጽልኢ ተቐቢሩ ካብ ጉድጓድ ዝፍሕሩ ሰይጣን ተሓሪዱ ዘጉዑ ዝዓርዱ ህዝቢ እዩ ዝፈርዶም ሓጺር እዩ መንገዱ ሁንጢ ልዋስኦም ሕንኳሮ ኮይኑ ከም ዝጓሓፍ ህንዱድ ዓጀውጀዎም ዓፍራ ኮይኑ ከም ዝሃፍፍ መሊእካ ፈንወሎም ቁርጽ መልስና ክኾኖም ጉዕዞና ናብ ፍጹም ሰላም። ገለ ካብቲ ዝብልዎ ሻዕብያ እኮ ሰብ ኣይኮነን ኣርባዕተ ሰዓት ሙሉእ ተዛሪብናስ ኣርባዓ ንኡስ ካልኢት ጌሩ መሊስልና ሻዕብያ እኮ ሰብ ኣይኮነን ንሕና ብዝተፈላለዩ ሙሁራትን ሓለፍትን ጌርና ዝሃብናዮ መደረ ብህፃን ቆልዓ እዩ ዝምልሰልና ብምባል ወትሩ ምስ ሓዞን እዮም ብትኽክል ከኣ እቲ ሓቂ ንሱ እዩ ሻዕብያ ኣብ ግብርን ኣብ ተግባርን እምበር ኣብ ቃልን ኣብ ሃለውለውን ኣይነበረን የለን ኣይክህሉን እዩ እውን።
ጉዕዞና ናብ ፍጹም ሰላም ኣብ ዘይግዚኣ ዝተወልደት ብመንኳሳ ብስንክልታ ዝተፈጥረት ምስ ምርኩሳ ጉጅለ ምንዝርና ሸውዓተ ሕብሪ መልሓሳ ተሪእኹማ ሒና ተሓኒና ዕጣን ተዓጢና ወዛሕዛሕ ከተብዝሕ ብዘይ ቁመታ ክትነውሕ ንዓለም ክትምስጥ ያይ ተዃዒላ ዓይና ትመስለኩም ትኸውን ፍጥረት ሰብ ነብሳ ወኒና
Today we stand on the verge of a new era.

ንጓናይ ምብራኽ ትቖርስ ዘዝወጠነቶ ጸጽሒፋ ትድምስስ ዘዝሃነጸቶ ሰሰሪሓ ተፍርስ ህዝቢ ኣብ ዓጸዎ ንሳ ኣብ ፋንጣዝያ ድግስ። ኣርተፊሻል ኢንተሊጀንስ ንጸገም ናይ ኣፍሪቃ ክፈትሕ ይኽእል እዩ ኢልካ ክትዛረበሉ ትኽእል ኣይኮነን። ምኽንያቱ ኣርተፊሻል ኢንተሊጀንስ እንታይ እዩ ዝገብር? ሰብ ዝፈጠሮ ብልሒ ማለት ናይ ሰብ ስራሕ እዩ ዝምንጥል። ካብቲ ሕሱር ቦታ ሕሱር ቃል ዝደርበየቶ ዛሕዝርቲ ጉጅለ ደፊራ ዝፈነወቶ ኣይክኢላቶይ መሊኻቶ ካብ ሰብ ለሚና ተሓቢኣ ዘርቀቐቶ ኣይሰሙን ኣይሳልስቲ ብገዛእ ኢዳ ዝቐደደቶ ወይዘሮ ተመርፃ ነዚ ክትግዕታዶ ትርፃ ኢልኩም ሕለፍዋ ግምት ኣይትሃብዋ። ኢትዮጵያ የቀይ ባህርን መዳረሻ መልሳ ማግኘት አለባት የሚል ነው። በግልጽ ቋንቋ የአሰብ ወደብን ማስመለስ መቻል። ምልእቲ ከይትመስለኩም ከብቲ መልሓሳ በዓልቲ ብሉይ ሓሳብ ባዶ እኩብ ክንሳ እዛ እንኮ ኣልቦ ተግባር እቲ ዝመለኸቶ ነገራት ምጽሕታር ምኽዳም ጥራይ ምግልጋል ክብረትካ ምሻጥ ምስ ኩሉ ምምንዛር ናይ ምምንዝርና ጉጅለ ካብ ውርደት ናብ ሓሰር እዚ ዝገብሮ ዘሎ ናይ ድሮን ሸው ነቶም ቱሪስትስ ኣብ ኣዲስ ኣበባ ዘለዉ ብፍላይ ሶሻል ሚድያ ፐርሶናሊቲ ዲኻ ገለ ድሕሪ ኮንካ ማራ ኬፍ ኣለዎ እዚ ቪድዮ ክትገብረሉ ትኽእል ኢኻ ሆቴል ብኽቡር ክትካረ ትኽእል ኢኻ ገዛ ክትካረ ትኽእል ኢኻ ፀገም የብሉ ንዓና እዚ እንተቲ ትጃሮ ቀደም ዘረብረበና ካብ ኣቦሓጎታታ ዝወረሰት ጥዑና ካብቶም ዘጥፋእናዮም ፈናጢሕና ገለ ድልዱል መንደቕ የውርስ ገለን ኮና ኣይኮነን ናይዚ ኣመንዝራ ብዙሕ ርኢና ብዙሕ ተፈቲና ሕጂ እውን ትፈትኖ እንዶ ብግብሪ ማይ ተዓዊኽና ጠንቀምቀም ክትብል ትኳኩሕ እንዶ ቤትና ትተናኽፎ እንዶ ልዳትና ትደም ዝነትዕ ስንጭሮ ቀይሕ መስመርና እቲ ምጾታት ሽዑ እዩ ብይንና ሽዑ እዩ ፍርድና ኣቤት ሽዑ ዝህሉ መዓት እዝግዮ ኢላ ክትጸለት ጭጉኛኝ ኢላ ክትምጉት ስማ ክሳብ ዝጠፍኣ ምፍጣራ ክሳብ ዝጽላኣ ኣድማስ ክሳብ ዘንቀጥቅጥ ምድረ ሰማይ ዝገላበጥ ሽዑ ኢና ድሌታ ንህባ ኣብኡ የራኽበና ኢልኩም ንገርዋ እንተ ብመልሓሳ ግን ልምዳዩ ትቃር ግደፍዋ
ሎሚ እነብዕሎ ዘለና ኣጋጣሚ ድሕሪ ናይ ሚእቲ ዓመት መግዛእታዊ ስቅያት ንመጀመርያ ግዜ ኣብ ታሪኽ ህዝቢ ኤርትራ ድሕሪ ሓደ ዓመት ናይ ሰላምን ቅሳነትን እዋን ዝኸብር ምህላዉ ዓብይን ዕዙዝን እዩ። ነይረ ሽዑ ናጽነት ክትመጽእ ኣኽሊል ንግስነት ክትደፍእ ሰብ በረኻ ንዓዲን ክኣቱ ምስ ጾር ዝባኖም ትኸቢድ ሰኾሞም መብጽዓ ፈጺሞም ምስ ዕሻሽ ደረንኦም ባንዴርኦም ሒዞም ምስ ሙሉእ ዓወቶም ይርኢ ነይረ ብዓይንቶም ይሰምዕ ነይረ ብእዛኖም ካብቶም ዓወን ሓፋሽ ማሌቶም ኤርትራ ጥራይ መዝሙሮም ይሓልፈኒ ነይሩ ብምታት ዕትብቲ ብመንፈስ ተኣምር ብረቂቕ ትንግቲ ዕድመይ ኣይትርኣዩ ከየዳናግረኩም ብመንፈስ ከም ዝሓልፍ ባዕለይ ምስክረልኩም ነይረ ምስ ወለደይ ኮፍ ኢለ ይዕዘብ ጨርባሕባሕ ኣዕሪፉ ደም ረሃጅ ጉያ ዘብዘብ ዓወን ንሓፋሽ እናድመፁ ብስምዒት ኣህዛብ መላእ ምድሪ ኤርትራ ብሰልፊ ወቂቡ ብሓጎስ ሳዕስዒት ፍጹም ዘይርብርቡ ውፅኢት መሪር ቃልሲ እናተሓፈሰ መኽሰቡ ትውዑይ ጓይላ ደሚቑ ዓሚሩ ወጋሕ ትበል ለይቲ ከይዝሓለ ናህሩ ትርጉም ናይ ናጽነት ንሱዩ ምስጢሩ ንሱዩ ምስክሩ እቱኳ ናይ ሓጎስ ንብዓት መሬት ዝኸደነ እሱሩን ምቑሑን ካብ ሞት ምስ ዝሓነ ሽታ ባሩድ ጠቕሊሉ ምስ በነነ ሙዝ ጥዑም ኣየር ምስ ሰፈነ ሽዑ ብመንፈስ ይዕዘቦ ነይረ ኣነ እቱኳ ህዝቢ እናዓለለ ጓይላ ተሓምበለ ኣብ መሬተይ ከም ድሌተይ እናበለ ይዕዘቦ ነይረ ህዋሳተይ ተኺለ። ድሌት መናጽነት ጫፍ ደረት ምስ በጽሐ ፀሓይ በሪቓ ምድሪ ምስ ኣጽበሐ ኣዋፍ ምስ ዘመራ መሬት ምስ ወገሐ ይርኢ ነይረ ኣዒንተይ ዘርጊሐ በቲ ኩቱር ሓጎስ ጓይላ ምስ ዓመረ ዘይንቡር ነገር ሕጊ ተፈጥሮ ስዒረ ጽምኢ ናጽነት ግዲ ነይሩኒ በቲ ኩቱር ሓጎስ ሽዑ እየ ተበራቢረ እቲ እኳ ሃገር ብሃገሩ ብደስታ ክደበለቕ ኣመና ሓጎስ ትውሓታ ሰሓቕ እቲ እኳ ዓበየ ከየቕለበትሉ ኣብ ምዕጉርታ ብሒቕ መሬት እናሰዓበት ፈጣሪኣ ከተመስግን ንደቃ ክትምርቕ እንታይ ተኸዲና ከይተገደሰትሉ ፈንጣዚ ሓበን ናብ ጎደና ጎያ ካብ ውሽጢ ውሻጥን ተኻፋሊ ነይረ ኣብቲ ዕልልታን ጨብጨባን እዋይ ዝናጽነት እንታይ ዘየረስዕ ከይበላዕካ ጽጋብ መግቢ ዘየብልዕ ንዕውር ዘርኢ ንጸማም ዝስምዕ ሽዑ ነርና ኩላትና እንተ ተወሊድና እንተ ተሓሲብና ውጽኢት ሓወስና ኣብ መሬትና ከም ድላይና ብሓባር ዘሚርና እቲ ቀደም ቀደም ንሞት ክፈርዱና ኣብ ጸቢብ መጻብቦ ንሕልፈት ክሕይሩና መታን ከይንመውቕ ፀሓይ እኳ ክኾንና ፀሓይ ናይ ዓለምና ብፈኸራ ዳንኬራ ኣራግጽ ከጥፍኡና ዓወት ንውጽዓት ዓወት ንሓፋሽ እንዲመትከልና ካራ እናብልዑ ዘራያት እናበዝሑ እናፋራርሑ ክሳድና ክጉይሑ እዚ እኳ ሓሊፉ እዚ እኳ ጽቢሑ ውፃዕ ደኣ ንምንታይ ሕድሕድ ንተፋነን ንመን ክሕሾ ንደምን ንደማመን ነጥፍኣዮ ዶ ሕጂ ሕጅታን ጫውጫውታን ንደብሶ ዶ ሕሰምን መከራን ንጸይኖ ዶ መፍተጓንን ባዕድን ይኣክል ንተሓየ ካብ ቃንዛን እህህታን

ክሳብ መዓስ ከይለበምና ከምዚ ከማይ ንኡሳት ጀነራላት ንጽልኢ ኩናትን ከይትቕበሉ ሹመት መሪሕ ሰላም ኩኑ ወከልቲ ይጻራት ኣይፋል ንጽልኢ እወ ንሕውነት ክሳብ መዓስ ምስሓቕ ዓለም ኮይንና ንድሕሪት ክንምርሽ በቃ ይኣኽለና መጻኢ ወለዶ ከይፈርደና